ዝብል እዩ። እስልምና ዲን ናይ ራሕማ ስለ ዝኾነ ነቶም ክጸሙ ዝኽእሉ ሰፍ ዘይብል ኣጅሪ ከም ዝወስዱ ድሕሪ ምግላጽ፣ ነቶም ብዝተፈላለየ ምኽንያት ክጸሙ ዘይክእሉ ድማ ኣብቲ ዓቕሚ ዝረኸቡሉን ካብቲ ሰበብ ዘይመጸሚኦም ነጻ ዝኾኑሉን ግዜ ከፍጥሩ ኣፍቂድሎም። እቶም ሮሞዳን ከፍጥሩ ዝፍቀዶም ከኣ ቀዳማይ ህጻውንቲ ቆልዑ እዚ ማለት ዓቕሚ ኣዳም ዘይበጽሑ ከፍጥሩ ይፍቀዶም እዩ ክጸሙ ድማ ዝበለጸ እዩ። ካልኣይ ኣእምሮኦም ዝሰሓቱ ማለት ጽሉላት፣ ሳልሳይ፣ ሕሙማት፣ እዚ ማለት ብሰንኪ ስያም ሕማሙ ዝብርትዑ እንተድኣ ኮይኑ ወይ ናይ ምሕዋይ ተኽእሎኡ ዘንቆልቁሉ እንተድኣ ኮይኑ የፍጥር እሞ ኣብቲ ዝጠዓየሉ እዋን ድማ ይቐድዮ። ራብዓይ፣ ገያሻይ፣ እዚ ማለት ሓደ ሰብ ካብ ሰማንያን ኣርባዕተን ኪሎ ንላዕሊ ዝገይሽ፣ እሞ ኸኣ ካብቲ ኸተማ እንተ ደኣ ወጺኡ፣ ሮሞዳን መዓልቲ ክፍጥር ይፍቀዶ እዩ። ሓሙሻይ፣ ነፍሲ ጾር ማለት ሓንቲ ጥንስቲ ጓል ኣንስተይቲ ብሰንኪ ስያም ንውላዳ ወይ ንነፍሳ ኣብ ጥዕናኣ ጉድኣት ዘስዕበላ እንተ ደኣ ኮይኑ ተፍጥር እሞ ደሓር ድሕሪ ሮሞዳን ከኣ ኣብቲ ዝጠዓማ እዋን ትቐድዮ። ሻድሻይ፣ ዕብየት እዚ ማለት ዕድመ ዝደፈኤ እሞ ከኣ ስያም ዘድኩሞ ዘይጻወሮ እንተ ደኣ ኮይኑ እንታይ ይገብር ኣብ ክንዲ ስያም ንነፍሲ ወከፍ መዓልታት ናይ ሮሞዳን ሓደ ምስኪን የዕንግል ሻውዓይ ቆልዓ ትጥቡ ኣደ እዚ ማለት ንቆልዓ ትጥቡ ጓል ኣንስተይቲ ብሰንኪ ስያም ጻባ ዘይዋህለል እንተ ደኣ ኮይኑ ከተፍጥር ይፍቀዳ እዩ። ሻሙናይ ጽግያት እዚ ማለት ከኣ ጓል ኣንስተይቲ ጽግያት ተመጺዋ ክሳብ ትጸሪ ተፍጥር ድሓር ምስ ጸረየት ድማ ትቖድዮ። ታሽዓይ ሕርሲ እዚ ማለት ቆልዓ ዝወለደት ወይ ናይ ከብዲ ዝኸዳ ጓል ኣንስተይቲ ክሳብ መድመይቲ ደው ዝብለላ ተፍጥር ደሓር ምስ ጸረየት ድማ ተቐድዮም።
ባረከላሁ ፊክ ኣቡ ሳልሕ ጀዛከላ ኼር ባጋ ካብዚ ከይረሓቅና ንሓደ ሓደ ኣሕዋትና ከይሽፈኖም ወይ ግር ከይብሎም መብርሂ ንውስኸሉ ቀዳማይ እቲ ቆልዓ ጽም ኢልካ ኣይትግዶን ኢኻ ዓቅሚ ኣዳም እንድሕር ዘይኣኸለ ግን ቅድሚኡ ቀስ እንዳበልካ ከተለማምዶ ኣለካ መጻወቲ እንዳሃብካ ድዩ ወይ ፍርቂ መዓልቲ ይጸውም ፍርቂ መዓልቲ የፍጥር ወዘተ ከምኡ እንዳበልካ ሙሉእ መዓልቲ ከም ድጸውም ትገብሮ ምእንቲ ዳሕራይ ንዕኡ ጾም ግዴታ ምስ ኮነ ከየትዕበካ ብንእሽትለኡ እንዳተከናከንካ እንተዕበካዮ ይሓይሽ ኦም ብጎባጣ እንድሕር ነዊሓ ትኽ ከተብላ ኣይትክእልን ኢካ ከምኡ ተመሊስና ንብል ንኣብነት ቆልዓ ኣብ ፍርቂ መዓልቲ ዓቕሚ ኣዳም በጺሑ ግዴታ ይኾኖ እታ ፍርቂ መዓልቲ ክጾማ እንድሕር ካብቶም ንጾም ዘየፍርሱ ኣይገበረን ጸኒሑ ይቕጽል ጾሙ ልክዕ እዩ ግን እንድሕር ካብቶም ንጾም ዘባላሽዉ ገይሩ እንተ ነይሩ እታ መዓልቲ ይቀድያ ማለት እዩ። ካልኣይ ነዞም ኣብዚ ሓዲስ ተዘኪሮም ዘለዉ ኣቡ ሷልሕ ዘኪርዎም እዩ ተረዲእና እንተ ኮይኑ ንዕኦኡም ተረዲእና ተኮይኑ ንዝክራ ቃለ ነብዩ ዓለይሂ ሰላቱ ወሰላም ሩፊዐ ልቀለሙ ዓኒ ሰላስ ዓኒ ናኢም ሓታ የስተይቅዝ ወልመጅኑን ሓታ የፊቅ ወሰጊር ሓታ የብሉቅ ንዕኦም ዝኣመሰሉ ድማ ንዝክር ከም ናይ መኪና ሓደጋ ኣጋጢምዎ ኣብ ቐይቡባ ዝኣተወ ልቡ ዝጠፍኦ ንብዙሕ ኣዋርሕ ክጸውም ኣይእዘዝን እዩ ከፋራም የብሉን ግን ክጸውም ጸኒሑ ንሰዓታት ልቡ ዝጠፍኦ ጸኒሑ ንሰዓታት ልቡ ጠፊእዎ ጸኒሑ እንድሕር ጥዕንኡ ተመሊስሉ እታ ጾም ይቕጽላ ቕቡል እዩ ብኣንጻሩ እንድሕር ልቡ ጠፊኡ ሓዲሩ ንግሆ ናብ ነፍሱ ተመሊሱ እታ መዓልቲ ክቀድያ ግዴታ ይኾኖ። ከምኡ ድማ እቲ ጽሉል እቲ ዓቕሉ ኣታዊ ወጻኢ ዝኾነ ብዕብየት ድዩ ወይ ብኻልእ ነገር ዓቕሉ ምስ ተመለሰሉ ይጸውም ምኽንያቱ ነብይና ሰለላሁ ዓለይሂ ወሰለም ኢሎም ሓታ የስተይቅዝ ሓታ የፊቅ ኢሎም ማለት እዩ። ሳልሳይ፣ እቲ ሕማም ብሰንኪ ጾም ኣይኮነን፣ እንታይ ደኣ ንብዙሕ ግዜ ይሓምም፣ ተስፋ የብሉን ክሓዊ፣ ከምኡ ድማ ዓቢ ሰብኣይ ክጾም ዘይክእል፣ ይብልዑ ለማ ንመዓልቲ ሓደ ምስኪን የዕንግሉ ይብሉ። ራብዓይ፣ ገያሻይ ገያሻይ ምርጫ ኣለዎ፣ እሱ ባዕሉ እታ ነፍሱ ይፈልጣ እንድሕር ዝትዕብ ኮይኑ ኣብ መገሻ ወላ ብኣሮብላን እንተኸደ ገያሻ እዩ ዝባሃል የፍጥር እንድሕር ዘይትዕብ ኮይኑ ይፀውም ንክልቲኡ መርትዖ ኣለዎ ነፍሰፁር ንነፍሳ ኢላ እንተፍጢራ ትቀድያ እታ ዘፍጠረታ